ዓመት ዓመት መጸ ሓድሽ ዓመት ክኾን ከሎ መብዛሕትኡ ሰብ ኣብ ነብሶም መብጽዓታት ወይ ፕሮሚስ ይኣትዉ ደሞር እቲ ዕድሜኻ ሓፍ ክብል ከሎ ደሞር እቲ ናትካ ልቦናኻን ኣተሓሳስባኻን ድማ እንዳ ሰፈሐ ኸይድ ናይ ሎሚ ቪድዮና ድማ ከም ውልቃዊ ከም ኻልድ ኣብ ክልተ ሽሕን ዕስራን ክልተን ዝተማሃርክወን ሽዱሽተ ነገራት so let's go። ቀዳመይቲ፣ ገንዘብካ ኣብ ዝኽርታት እምበር ኣብ ነገራት ኣይተጥፍኣዮ ትብል ቀዳመይቲ ዝተማሃርክዋ እያ፣ which is absolutely ሓደ ካብቲ ውሽጣዊ ሓጎሰይ ክትፈጥረለይ ዝገበረትኒ እዚኣ እያ፣ I think ይዝክር ቅድሚ ሽዱሽተ ወርሑ ክኸውን ካብዚ ኣነ ዘለኹዎ ሃይደርባት ዝበሃል ኣብ ህንዲ ናብ ካልእ ከተማ ኡቲ ዝበሃል ከተማታት ወይ ድማ መይሱር ዝበሃል ከተማታት ኣብ ህንዲ ናብኡ ከይደ ነይረ። እዚ ኹሉ ንምንታይ ሓጊዙኒ? ሓደ፣ ሓደሽ ቋንቋ ናይ ትካል ሕብረተሰብ ምልላይ፣ ናይ ካልኦት ሰባት ጠባይ ወይ ድማ ባህርያት ምልላይ፣ ምርኣይ ወይ ድማ ምልማድ፣ ወይ ድማ ሓድሽ ነገራት ካልእ ሃገር ከም ዘለኻ ኮይኑ እዩ ዝስመዐካ። ደሞር ንስኻ ካብቲ ዘለኻዮ ኮምፎርት ዞን ወይ ድማ ከም ገዛኻ ኢልካ ትሓስቦ ካብኡ ወጺኻ ናብ ካልእ ከተማ ወይ ድማ ናብ ካልእ ገጠር እንድሕር ኣምሪሕኻ ወይ ኣምሪሕኺ Definitely ውሽጣዊ ደስታ ክስምዓካ እዩ። ውሽጣዊ ሓጎስ ክስምዕካ እዩ። So እቲ ናይ ኩሉ ናይ ኩሉ ነገራት ካብቲ ዘለኻዮ ከባቢ ርሓቕ። ክዳውንቲ ገለመለ ኢልካ ወርሓዊ ካብ ተምጽኦ ገንዘብ ስቕ ኢልካ ናብ ክዳውንቲ ገለመለ ተጥፍኦ እንተኾይንካ፣ ዱድ ወላ ሓንቲ ሚሞሪ ኣይትገድፍና ኣለኻ ወላ ሓንቲ ዝኽርታት ኣይትገድፍና ኣለኻ ኣብቲ ዘለኻዮ ቦታ ገንዘብ እንድሕር ረኺብካ ጀስት ካብቲ ዘለኻዮ ገጠር ናብ ከተማ ኪዲ ካብ ከተማ ድማ ናብ ገጠር ኬድካ ሓድሽ ነገራት ሓድሽ ባህርያት ሓድሽ ጠባያት ወይ ድማ ሓደሽቲ ነገራት ምስ ሰባት ምልላይ ኮሚኒኬሽን ምግባር ዝኽርታት እምበር ኩሉ ግዜ ኣብ ማተርያልስ ወይ ድማ እዚ ኣብ ኖርማል ዘይጠቅም ነገራት ገንዘብካ ተጥፍኦ ደፍነትሊ ውሽጣዊ ዕጋበት ኣይህበካን እዩ ስለዚ ስፐንድ ኢን ሜሞሪስ ኖት ኢን ማተርያል። ካልኣይቲ ፍቃድ ኣይትሕተት ግን ከኣ ይቅሬታ ሕተት ትብል ካልእ ዝተመሃርክዋ እያ እንታይ ማለት እዚኣ መብዛሕቲኦም ወለድና ዋላ ዕድሜና ሱሳ ዋላ ሓምሳ ይኩን ብዘየገድስ ጌና ደቂ ሓሙሽተ ዓመት ዘለና ኮይኑ እዩ ዝመስሎም እዚ ድማ ባህርያት ናይ ወለድና እዩ ናይ ዝኮነ ማንም ወለዲ እዩ ንዝኩሉ ነግራት ወይ ድማ ክትገብሮ ወይ ድማ ክትፍጽሞ ግን ካብ ስድራቤትካ ፍቃድ ዝባሃል ከይትሓትት ግበሮ ፈጽሞ ስፔሻሊ ንስኪ ወይ ድማ ንስካ መንእሰይ እንተኮይንካ ዝኮነ ናይ ሕልምካ ስራሕ ክትሰርሕ ወይ ድማ ዝኮነ ናይ ሕልምካ ትምህርቲ ክትማሃር just do it። ባህልኻ ግበሮ ከይነገርካዮም which is ንምንታይ እየ ከምኡ ዝብል ዘለኹ ትስዓን ትሽዓተን ሚኢታዊት ወለድና ፍቓድ ኣይህቡናን እዮም ንምንታይ ይፈርሑልና ንምናልባት ከይንወድቕ ኣብ ሕማቕ መንገዲ ንኸይንኣቱ ኣብ ጸገማት ንኸይንኸውን ይፈርሑልና ስለ ዝኾኑ ፍቓድ ዝብሃል ኣይህቡናን እዮም so ንስኻ ግበሮ እንተተዓዊትካ ገለ ዓይነት እንተዘይ ተዓዊትካ ግን ይቕሬታ ሓተቶም ይቕሬታ ከምዚ ከምዚ ጌረስ ፈተና ተፈቲነ ወይ ድማ ከምዚ ዓይነት ቢዝነስ ፈቲነ ኔረ ኣይነገርኩኹን እምበር ከምዚ ዓይነት ገዛ ገዚኤ ሎሚ ይሸጦ ኣለኹ ገለ ኢልካ ዝኾነ ነገራት ፍቓድ ካብ ስድራቤትካ ከይትሓትት እቲ ዝበለጸ ንዓኻ ንሂወት ክትዓቢ ጀስ ፍቃድ ካብ ወለድኻ ክይትወስድ ግን ከኣ ክትወድቅ ወይ ድማ ኣብ ጸገም ክትኣቱ ከለኻ ግን ይቅሬታ ካብ ምሕታት ከይተድሕር ሳልሰይቲ ድስፕሊን ድስፕሊን ድስፕሊን እዚኣ እንታይ ማለት እያ መብዛሕትኡ ሰብ ጂም ይኸይድ ሰለስተ መዓልቲ ኣብ ጂም ይገብር ኣብ ነብሱ መስትያት ይሪኣ እሞ በቃ ወላ ሓንቲ ቅያር ዝብሃል የለን ሕጂ ትገርፎ እንድሕር ኮይንካ ዳን ተስፋ ቆሪጽካ ኣለኻ እዙይ ኮነን ግን እቲ ናይ ዕውታት እቲ ዕውት ሚሊዮነር ዘለዎ ወይ ድማ እቲ ጥዑይ ጥዕና ዘለዎ ወይ ድማ እቲ ፍሉጥ ናይ ፍልጠት ብዙሕ ፍልጠት ዘለዎ ብከምዚ መልክዕ ኣይኮኑን ናብ ከምዚ ደረጃ በፂሖም ዲስፕሊን መዓልታዊ ደኺመ ከይበልካ ሰለስተ መዓልቲ ጅም ከይደ ኢልካ ነብስኻ ኮምፕሌት ክቕየር ኖ ወይ ሶ ኩሉ ግዜ ኮንሲስተንሲ ኢዝ ኪ እቲ መፍትሕ ናይ ዓወት ናትካ እንታይ እዩ ኩሉ ግዜ ቀጻልነት መዓልታዊ እዩ ሰዓት ኣርባዕተ ኣነን ንስኻን እንዳ ደቀስና ሓደ ሰብይትሰ ሽዑ እዩ ስራሕ ዝጅምር ኣነን ንስኻን እንዳ ደቀስና ከለና እዚኣ ናይ ብሓቂ ሓንጎለይ ኣተንኪፋትኒ ነዚኣ ምስ ሰማዕክዋ ወይ ድማ ምስ ኣንበብክዋ ቶታሊ ድማ ኣብ ሂወተይ ዓቢ ቅያር ሂወተይ ገይራትለይ so ኩሉ ግዜ ንዓኻ ወይ ድማ ንዓኺ ውን ዝኾነ ንስኻ ትፈትዎ ስራሕ ወይ ድማ ኣብቲ ትገብሮ ንስኻ ጥራሕ ሚእቲ ሚታዊት ዲስፕሊን ክህልወካ ኣለዎ ጂም ክትኸይድ ደሊኻ መዓልታዊ ደው ከይበልካ ወላ ሰንበት ከይበልካ ኩሉ ግዜ ዲስፕሊን ኮንሲስተንሲ ኣብ መወዳእታ ድማ ናብ ዓወት ተብፅሐካ ንሳ ስለ ዝኾነት ደፍንትሊ ደኺመ ኣለኹ ወይ ድማ ሕጂ ከዕርፍ እየ ዝብል ኣብ ሓንጎልካ ዝበሃል ከይትገብር ምክንያቱ እቲ ከምኡ ዝብል ሰብ ኣብ መወዳእታ ንሱ ዝድሕር ምክንያቱ ቀስ ብቀስ ቀስ ብቀስ ንድሕሪት ክትጉተት ስለ ትኽእል Never ዲሲፕሊን ኣቲ ኣዝዩ ናይ ብሓቂ ኣብ መወዳእታ ከዕውተካ ስለ ዝኽእል Never ከይተድሕር። ራብዐይቲ፣ Karma ካርማ እዚኣ እንታይ ማለት እያ ኣርሙኒ እንተዘይ ተጋግየ ኢድ ጸናሒት ወይ ሸናሒት ከም ዝበሃል ኣርሙኒ እንተዘይ ተጋግየ እዚኣ ሕጂ ኩሉ ግዜ በቲ ንሰኻ ትገብሮ ነገራት ትፍጽሞ ነገራት ኣብ መወዳእታ ድማ ዓስብኻ ንሱ ይጸንሕካ the more ንሰኻ ንሰብ ክትሕግዝ ከለኻ the more ኣመና ለዋህ ክትኸውን ከለኻ the more እቲ ናትካ ፍልጠት ንኻልእ ሰብ ከተካፍል ከለኻ the more ብገንዘብ ወይ ድማ ብማዕዳ ንኻልእ ሰብ ክትሕግዝ ከለኻ ኣብ መወዳእታ ድማ ኢድካ ይጸንሕካ በዚ መጺኡ ከይተባህለ ሓደ ሰብ በዚ በቲ ንሰኻ ምናልባት ኣዚ ዘሸግረካ ዝነበረ ኣብ ሂወትካ ንዑ ይፈትሐልካ ኩሉ ግዜ ድማ እዚኣ ሂወትካ ኮምፕሊትሊ ሂወትካ ክትቅየር ትክእል እዚኣ ሕጂ ኣብ ሓንቲ መጽሓፍ ጊፍ ኤን ቴክ ትበሃል መጽሓፍ ዘንበብኩዋ እያ ምክንያቱ ንስካ ክትህብ ከለካ መልእ ክህበካ ወይ ድማ ዝኮነ ነገራት ክመጽእካ ከይትጽበ ጀስት ከምዘለካዮ ንሓገዝ ወይ ብማዕዳ ወይ ብገንዘብ ብዝኾነ ይኹን just ኢድ መታን ክትጸንሐካ ጽቡቅ ተግባራትካ መታን ክትጸንሐካ መዓልታዊ ኩሉ ግዜ ዝኾነ ዋላ ቅርሺ ይኹን ወይ ማዕዳ ይኹን ወይ ድማ ዝኾነ ሓገዝ ይኹን definitely እዚ ናይ ሕብረተሰብና ስለ ዝኾነ ማንም ሰብ ዝገብሮ ስለ ዝኾነ እዚኣ ሓንቲ ካብተን ዝበለጻ ካልእ ዝተማሃርክዋ which is ኣብ ሂወተይ especially ድማ ኣብዚ ክልተ ሽሕን ዕስራን ክልተን ዓቢ ሂወት ረኺበ እዚ ድማ ሳላኹም እዚ ኩሉ ቪድዮታት ዝገብሮ ዘለኹ ጽቡቕ ዝኾነ ግብረ መልሲ ወይ ድማ ህይወተይ ቀይርካኒ ክብለካ ከሎ ሓደ ሰብ ከመይ ይስምዐካ ኣመና ውሽጣዊ ደስታ ወይ ድማ ውሽጣዊ ሓጎስ ይስምዐካ that's why ኩሉ ግዜ ካርማ ኢድካ ኣብ መወዳእታ ኢኻ ስለ ዝጸንሐካ ኩሉ ግዜ ኢድካ ኣብ ጽቡቕ ተግባር ይኹን ሓምሸይቲ ማስተር ኮሙኒኬሽን ስኪልስ ክእለት ኣዘራርባ ኣብ ሂወትና ኣዝዩ ኣዝዩ ኣዝዩ ዝበለጸ ነገር እዩ which is እቲ ንስኻ ከመይ ጌርካ ምስ ሰባት ትዛረብ እንታይ ዓይነት ነገራት ትዛረብ እቲ በቲ እትዛረቦ ቃላት ድማ ከመይ ጌርካ ተሰማዕነት ኣለዎ እዚኣ ናይ ብሓቂ ኣመና ቀይራትኒ እዚኣ ድማ ኣብ the magic of thinking big ትብል መጽሓፍ ኣዝዩ ናይ ብሓቂ ንዓይ ዓቢ ቅያር ዝገበረትለይ ኣብ ከምዚኣ ኮሙኒኬሽን ስኪልስ፣ ክእለት ኣዘራርባ፣ ኣዝዩ ዝበለጸ፣ ንህይወት ሰብ ክትቕይር ትኽእል፣ ተመሳሳሊ ውን በቲ መልሓስ በቲ መልሓስካ ጌርካ ውን ንኻልእ ሰብ ክተዕኑ ስለ ትኽእል ደፍነትሊ ኮሙኒኬሽን ስኪልስ፣ ክእለት ኣዘራርባኻ ህይወትካ ኮምፕሊትሊ ክትቕየር እያ። ኣብ ሪለሽንሽፕ ናትካ ይኹን ኣብ ሓዳርካ ይኹን ከምኡ ድማ ኣብ መነባብሮኻ ኣብ ህይወትካ ኩሉ ግዜ ዘገድሰካ ክእለት ኣዘራርባ ስለ ዝኾነ ሊደርሽፕ ናትካ ውን መርሕነት ናትካ ውን ካብ ኮሚኒኬሽን ስኪልስ ዝጅምር ረኣይዎ ሕጂ ዋላ ከም ባራክ ኦባማ ኮሚኒኬሽን ስኪልስ ናቱ ከመይ ዩ ኣመና ገለ ዓይነት ዳትስ ዋይ ድማ እቲ ሊደርሽፕ ናቱ ድማ ኣመና ይሕግዘካ ኣብቲ ሂወት ናትካ ማለት ዩ ዳትስ ዋይ ኮሚኒኬሽን ስኪልስ ንዓይ ኣብ ሂወተይ ቀይርኒ እዩ ስፔሻሊ ድማ ኣብዚ ክልተ ሽሕን ዕስራን ክልተን so you ንስኻ ውን ተመሳሳሊ ክትኸውን ኣብዚ ናይ ክልተ ሽሕን ዕስራን ሰለስትን ፈትና። ሻርሽቲ ድማ ድሕሪ ሰዓት ክልተ ወጋሕታ ናይ ለይቲ ጽቡቅ ከም ዘየለ ተማሂረ እዚኣ ድማ እንታይ እያ ደፍነትሊ ሓደ ሓደ ግዜ ኒርካ ክሳብ ሰዓት ክልተ ሰለስተ ምስ ኣዕሩኽትኻ ወይ ድማ ጸወታ ኩዕሶ ክትርኢ ወይ ድማ ዝኾነ እታ ካልእቲ መዓልቲ ዝኾነ ዘይብልካ እንተኾይኑ ደፍነትሊ ክሳብ ሰዓት ክልተ ሳዕ ሰዓት ሰለስተ ትጸንሕ እንተኮይንካ እታ ትመጽእ ዘላ መዓልቲ ዳርጋ ፍርቂ መዓልታካ ከይዳ ኣላ Almost ጸልሚታ ኣላ Which is እዚኣ ድማ ንይ ብሓቂ መብዛሕቲና መንእስያት ክሳብ ሰለስተ ክሳብ ኣርባዕተ ሳዓት ሓሙሽተ ትጸንሕ እሞ በቃ ድሕሪኣ ክሳብ ሰዓት ክልተ ሰለስተ ኣርባዕተ መዓልቲ ሰለስተ ሳዓት ሰለስተ ኢካ ትጸንሕ ሻድሸይቲ ድማ ድሕሪ ሰዓት ክልተ ወጋሕታ ንለይቲ ወላ ሓንቲ ጽቡቕ ከም ዘየለ ርእየ። ኩሉ ግዜ እቲ ኣብቲ ድቃስ ናትካ ክሳብ ሰዓት ክልተ ሰዓት ሰለስተ ትጸንሕ እንተ ዄንካ ደፍንትሊ እታ ትመጽእ ዘላ መዓልቲ ፍርቃ ከይዳ ኣላ። ምኽንያቱ ደንጒኻ ደ እንተ ዳቂስካ እቲ መወዳእትኡ ድማ ደንጒኻ ኢኻ ክትትስእ። ኦልሞስ ፍርቂ መዓልቲ እንድሕር ደኣ ከይዳትካ እውን ንስኻ ክትገብሮ ክሳብ የትስእ ኣለኹ፣ ይሕጸብ ኣለኹ፣ ወይ ድማ ከምዚ ይገብር ኣለኹ፣ ይቁርስ ኣለኹ እናበልካ ሰዓት ክልተ ሳዕ ሰለስተ ደፍነትሊ መዓልትኻ ፍርቂ ኦልሞስት ከይዳ ኣላ። ዳትስ ዋይ ድሕሪ ሰዓት ክልተ ኦልሞስት ጽቡቕ ከምዘየለ ወይ ድማ መዓልትኻ እታ ትምዘላ መዓልትኻ ፍርቂ ክትኸይድ ምዃና ናይ ብሓቂ ኣመና ተማሂረ። መወዳእታ ቦነስ ድማ ሂወትካ ኣመና ሲርዮስ ኣይትኹን ትብል እያ እዚኣ ድማ እንታይ እያ ኩሉ ግዜ ምስ ትፈትዎም ዓይነት ሰባት እንጆይ ግበር you never know ጽባሕ ኣብቲ ንሰኻ ትበጽሖ ቦታ ወይ ድማ ነገራት ከይበጻሕካዮ ውን ኣብ መንጎ ህልም ክትብል ስለ ትኽእል ኩሉ ግዜ ምስ ትፈትዎም ሰባት መሓዙትካ ኣዕሩኽትኻ ወይ ድማ ዝበለጹ ስድራቤትካ ድማ ኢንጆይ ግበር ምስኦም ፍሽኽታ ግበር ምስኦም ስሓቕ ምስኦም ኢንጆይ ግበር ጆርኒ ቢፎር ደስቲነሽን ትብል እያ ንስኻ ናብቲ ቅድሚ ምብጻሕኻ ጆርኒ ኢንጆይ ግበሮ ኣመና ደስታ ክስመዐካ እዩ ሂወትካ ድማ ብጽቡቕ ክተስተማቕራ ኢኻ Thank you so much ክሳብ ትመጽእ ቪድዮ ክሳብ ንራኸብ ሰላም ንዓኹም Peace።